ስትል ስጋ ዒጅባ ዓራት ዓራት ሎማዓንቲ ኣብ ዝሓለፈ ከም ዝረኣናዮም ካብ ናይ ምሕደራ ናይ ሰሜን ኣሜሪካ ኣብ ትሕቲ ኣብነ መቃርዮስ ዝምሕደሩ ዝነበሩ ኣቦታት ሊቃውንቲ ዝገበሮ ጉባኤ ኣቡ ቀሺ ወልዳይ ኣብ ናቶም ናሁሰናይ ሰለስተ ምዕራፋት ዘርጊሖሞ ብዘሎ መሰረት ካብኡ ምርኩስ ብምግባር ቀዳማይ ክፋል ሪና ነርና ሎማዓንቲ እውን ከፋል እግዚኣብሔር ኣምላኽ ካልኣይ ክፋሉ ጥቕል ብዝበለ መልክዑ ክንርኢ ኢና ካብዚ ድሕሪ እዚ እውን ብድሕሪኡ ናይቲ ዘሎ ብግንዛበ ናይ በቀሺ ከምኡ ውን ብግንዛበ ናይቲ ካልእ ዘሎ ማስ ሜድያታትን ዝብልዎን እንዳገናዘብና ሃይማኖታዊ ጥልቀት ዘለዎ ውን ከም ፍቅርቲ ኣምላኽ ኣብ ካል ኣብ ሳልሳይ ድዩ ኣብ ራብዓይ እንዳበልና ምስቲ ግዜ ክንሪኦ ኢና ማለት እዩ ሎሚ ግን ሕጽር ዝበለ ደቃይቅ ምስ ኣቦና ክንጸንሕ ኢና እሞኒ ንኻልኣይ ግዜ ግዜኹም ኣኽቢርኩም ዕድመይ ተቐቢልኩም ኣብዚ ሰዓት እዚ ብምርካብኩም ናይ ብሓቂ ብስም ተኸታተልቲ ከመስግነኩም ፈቱ። ሕራይ ንሓበሬታ ዝኣክል ሎም መዓንቲ ብናይ ክልቲኡ ላይፍ ኣትና ኣለና ማለት እዩ ብቤተ ይባበን ብናሆ ሰናይን ማለት ምክንያቱ ተፈኒ ዘሎ እቲ ክንሰምዖ ዘለና ዘለና እውን ኣብ ናይ ናሆ ሰናይ ስለዝኾነ ሰብ ውን ንዕኡ ምንታን ግንዛበ ንኽገብረሉ ነዚ ብምትሕባር ብክልቲኡ ላይፍ ኣትና ኣላ ማለት እዩ ስለዚ ኣብ ክልቲኡ ክትረኽብዎ ትኽእሉ ኢኹም ናይ ሎም መዓልቲ ቅዳሕ ማለት እዩ ሕራይ ከመይ ቀኒኻ ኣቦና ርሑስ ኣውዳመት ከኣ ኣሜን ኣሜን ሕቢሩ እግዚኣብሔር ይመስገን ከመይ ቀኒኻ እግዚኣብሔር ይመስገን ኣውዳመት ከመይ ሓሊፈ እግዚኣብሔር ይመስገን ባሬ ንእሽተይ ቅድሚ ምጅማርና ጸሎት ንግበር እሞ እግዚኣብሔር ኣምላክ ማሪ ኣምላክ ማረና ተሳሪ ኣምላክ ሳለና በረከት ቅዱሳን ምስ ኩላና ይኹን ኣውደ ዓመትና እግዚኣብሔር ኣምላክ ይባርኸልና ዝተቀደሰ ዝተባረኸ ኣውደ ዓመት ይግበረልና ናይ ሰላም ናይ ለውጢ ናይ ራህዋ ናይ ቅሳነት ዘበን ምፃልና እግዚኣብሔር ኣምላክ ንቤተ ክርስቲያንና ቅሳነት ንሃገርና ዕርፍቲ ይሃበልና እግዚኣብሔር ኣቡነ ዘበሰማያት ንበል

እሺ እግዚኣብሔር ያበልና እምበኣር
ኣሜን ኣሜን ተባረክ ሓራይ እሺ እግዜር ኣምላክ ከም ዝሃረሞ ከም ዘረዘና ባዕሉ ክመርሓና ናይ ኣምላክ ሰናይ ቅዱስ ፈቃዱ ይኩን ሓራይ እምበኣር ካብዚ ብምቅጻል ምናባሽ ኣብ ዝሓለፈ ከም ዝረኣኹሞ ቀዳማይ ክፋል ቁሩብ ናይ ድምፂ ሽግራት ነይርዎ ብዝበልኩምና መሰረት ነቲ ዝቀርብ ዝነበረ ድምፅታት እውን ኣብቲ ዝደለየ ሰከንዳት ሰዓታት እውን ኣይቀርብን ነይሩ ብዝበለ ካልኣይ ግዜ ኣስተኻኺለ ፅዒነዮ ከም ዘለኹ ምናባሽ ሪኢኹሞን ተኸታትልኩም ኣለኹ ማለት እዩ ስለዚ እቲ ቀዳማይ ክፋሉ መደብ ማእከላይ ቁፅሪ ዓሰርተ ክልተ ከድና ብደንቢ ክንከታተሎን ክንሰምዖ ንኽእልና ካብኡ ብግስ ብምባል ግን ሎማዓንቲ እቲ መበገሲ መበገሲ ሚዛናዊ ነገር ንገብሮ ንምንታይ እዩ ሓደ እዞም ኣቦ እዚኦም ኣብ ላዕላዊ መሪሕነት ኣብ ትሕቲ ብፁዕ ኣምነ ሽኑዳ ዝምሕደሩ ዝነበሩ ሕብረት ኣብያተ ክርስቲያናት ዝነበሩ ኣቦ እዮም ከምኡውን ኣብ ጉባኤ ሊቃውንቲ ናይቲ ማሕበርቲ ዝነበሩ ኣቦ እዮም ቀፂሎም እውን ምናልባሽ ዝተጋገ እውን ኣብ ናይ ነርወ ንኡስ ሃገር ስብከት ኮይንኩምን የርከ ምስለን ተዘተጋገ ስለዚ ኣብ ኩሉ እቲ ዝነበረ ጉባኤታት ተሳቲፎም ስለ ዝነበሩ እዚ ከምዚ ኢሉ ኪደት እናኸደ ከሎ እውን በዚ ናቶም ከዓ እዚ ድምፂ ስለ ዝረኸቡ እዚ ድምፂ እውን ሰለስተ ክፋላት ዝሓዘ ኣብ ናቶም ኣብ ናሁ ሰናይ ዘርጊሖም ወርከ ማለት ስለዚ እቲ ናይ ቀዳማይ ክፋሉ ከም ዘለዉ ኮይኑ ሎም መዓንቲ ካብኡ ቁርብ ምልስ ኢለ ካብታ ኣብ ዝመጽእ እውን መበል ዝመጽእ እውን ኣብ ናይ ሃይማኖታዊ ነገር ጥልቕ ኢልና ክንርኢ ኢና ካልኦት ዕዱማት እውን ብስፍሕ ዝበለ መልክዑ ክንርኢ ኢና ሎሚ ግን ብናቶም ግንዛበ ብናይ ዞም ኣቦ እዚኦም ግንዛበ ነዚ ቪድዮ እዚ ክፅዕንዎ ከለዎም እሶም ዝተረድኦም ንሶም ዝተገንዘብዎ ግንዛበ ካብቲ ቃል ካብቲ ድምፂ እቲ እንታይ ነይሩ ብዝብል ኩሉ ካብኦም ኢና ንሰምዖ ዘለና ማለት እዩ ስለዚ ነዚ ዝጠቓለይ ክኸውን ካብዚ ብምውፃእ ግን ናቶም ግንዛበ ምስ ወደው ግን መደብ ማእከላይ ናቱ ዝሓዞ ሕቶታት ናቱ ዝሓዘ ገንዛበን ከመይ ይመስል ብዝብል ከዓ ንዕኡ መደባት ኣቀናበርና ከዓ ካብ ኩሉ ካብ ማህቶ ተዋህዶ ስጋ ሕጂ ዝቀርብ ዘሎ መደባት ከምኡ እውን ኣብ ካልእ ማስሜታታት ዝወፅ ዘሎ ኣብ ናይ መንፈሳዊ ቻናል ዘይኮነ ናብ ካልእ እውን ዝቀርብ ዘሎ ብዛዕባ እዚ ጉዳይ እዚ ዝቀርብ ዘሎ ምስኡ ብምትእስሳር ከመይ ይመስል እቶም ኣቦታት ከመይ ቀሪቦም ኣለዉ እንታይ የቅርቡ ኣለዉ ዝብል ስፍሕ ዝበለ ጥልቕ ዝበለ ብናይ ኩሉ ማእከላዊ ብዝኾነ መሰረት ክንከዶ ክንፍትና ሎሚ ምልስ ኢለ ሓንቲ ቃል ከስማዓኩም እሞ ኣብ ናይ ዝሓለፈ ብኣ መብርህ ጌርና ኬድና ኣብ ዝቕፅል ከዓ ሽዕኡ ከመይ ጌርና ናብቲ ዝቕፅ ዘሎ ሕቶታትናን ናብ ዝቕፅ ዘሎ መብርህታትናን ክሰጊርና ኣቦና ነዚኣ ድምፂ ቅድም ከስማዓኩም ምናልባሽ ቅርቢኡ ግን ትብልዎ ሰላምታ ተልዩ ብምክንያት እዚ ሓድሽ ዓመት ሓደ ክልተ ደቂቃ ዕድል ክበኩም ድምፂ ይስማዕኒ ዘሎ
እግዚኣብሔር ያኽብረለይ ብዙሕ ድበሃል የለን ንኹሉ ህዝቢ ብፍላይ ኣመንቲ ኦርቶዶክስ ንኹሉ ህዝቢ ኤርትራ ብገይሩ እውን ንኹሉ ህዝቢ ዓለም ነዚ ዓመት እዚ ዘብዕል ርሑስ በዓል ናይ ሰላም ናይ ቅሳነት በዓል ይግበረልና ክብል ይደሊ ስለዚ ናብ መደብና ክንኣቱ ኣሜን ኣሜን ይሕቢሩ ሓራይ ኣባ ናቱ ድምፂ ክመልሰኩም ኣብ ዝሓለፈ እዚኣ ሰሚዕኩም ኣይርኩም ብዙሓት እውን በዛ ሕቶ እዚኣ ሓትኩም ንለኹም ናቱ መግለፂ እውን ብዝያዳ ብዝያዳ ኣነ እንድዒ ብከመይ ከቅምጦ ይከብደኒ እዩ ግን ብከም ተቅመጥኩሞ ይሓሽ ጉባኤ ሊቃውንቲ ናይ ኣብ ትሕቲ ኣብነ ብፁዕ መቃርዮስ ዝምሕደሩ እዚ ኣኼባ እዚ እዚ ድምፂ እዚ ናቶም ስለ ዝኾነ ብዛዕባኡ መግለፂ እንታይ ይህብሉ ዝያዳ ንዑ ምልከቱ ካብ ኩሉ ካብ ኩሉ ከዓ ሕብረት ኣብ ቤተክርስትያና ዝነበሩ ጉባኤ ሊቃውንቲ ምስ ኣቦና ዝነበርኩም ብሓባር ከኣ ነዚ ድምጺ'ዚ ምስ ሰማዕኩሞ ዝገበርኩሞ ዝገበሮ ሪኣክሽን ወይ ዝገበሮ ስጉምቲ እንታይ'ዩ ነይሩ ንዝብል ዝያዳ ብዙሓት ሰባት እውን ሓቲትኩም ስለ ዘለኹም ኣብቲ ድሒርና ድሒረ ክሓቶ እየ ክንመጾ ኢና ግን እቲ መልሲ ግን ብዝያዳ እሶም ክምልስዎ ስለ ዝኾኑ ኣብ ዝመጽሉ ግዜ ሰዓት ብዝያዳ ንዖም ግን ስጋብ ሕጂ ኣነ መብርሂ ዝሃብሉ ወይ መግለጺ ዝሃብሉ ጉባኤ ሊቃውንቲ ኣብ ትሕቲ ኣቡነ ሽዳ ዘለዉ ኮነ ወይ እውን ላዕለዋይ መሪሕነት ኣብ ትሕቲ ብፁዕ ኣቡነ ሽዳ ዘለዉ ኮነ ኮታስ ኣብ ሕብረት ኣብያተ ክርስቲያናት ዘለዉ ብሓፈሻ ብዛዕባ እዚ ተዘርበ ቃል ሰለስተ ድምፂ ስጋ ሕጂ ዝረኸብክዎ መብርሂ የለን። ኣነ ዝተቀብልኮ ዝሰማዕኮ ነገር የለን ምናባሽ ተልዩ ተቀብልኩምኒ ጽቡቅ እዩ ወይ ውን ነዚ ኣልክ ተሓቢርኩምኒ ኣቦና ውን ትፈልጥዎ ነገር በዛ ኣጋጣሚ ተልዩ ውን እንተ ሓበርኩምኒ ሰናይ እዩ ካብኡ ሓሊፍ ተሪፉ ግን እቲ ክገብሮ ዝኽእል ነጥቢ እንታይ እዩ እዛ ድምጺ እዚኣ ሰሚዕና ናቶም መግለጺስ ከመይ ይመስል ነይሩ በቲ ሰዓት እቲ ሕጂ ከክውናዊ ነጥቢ ከመይ እዩ ዘሎ በዚ ግዜ እዚ እንዳረኣናሉ ንኸዘሉ ስለ ዘለና ኣነ ነቲ ግንዛቤ ዝኣክል ጥራሕ ከምጽኦ እቲ መግለጺ ናብዞም ኣቦ እዚኣ ክገድፎ እየ መጨረሽኡ ግን ከም ዝበልኩም ደጋጊመ ዝብሎ መደብ ማእከላይ ካብዚ ዝተረድኦ ነጥቢ ካብቲ ካልእ ዝቐርበልኩም ድሕጂ እውን ዝቐርቦ ዘሎ ተረዲዎ ዘሎ ናቱ ሚዘናዊ ነጥቢ ከ እንታይ እዩ ብመደብ ማእከላዊ ዝሓቶ ሕቶ ከ እንታይ እዩ ንመን እዩ ከ ዝሓቶ ሕቶ ዝብል ኣብ ዝመፅእ ክቐርበልኩም እየ ሎሚ ግን ናብ ቦና ክብለኩም እየ ማከፋ እግዜር ኣምላኽ ሐራይ እምበኣር እዚኣ ሰለ ዘስማዕኩም ዘለኹ ኣብ ቀዳማይ ክፋል ዘሎ ካብ ሰላሳን ሓደን ድምፂ ደቂቕ ካብ ሰላሳን ሓደን ደቂቕ ዘለና ጀሚርና ንስማዓያ ከምቲ ዝበሎ ቀሺ ሓለፎም ስማዕሉ ናብ ኣቦና ኣቡነ መቃርዮስ ሓሊፉ እቲ ጉዳይ ሕጂ እቶም ናይ ኦሪንታል ኣብያተ ክርስትያናት ነቲ ጉዳይ ብፍላይ እቶም ክልተ ጳጳሳት ዝወፁ ነቲ ጉዳይ ኣብ መንጎ ክልቲኦም ጳጳሳት ኣብ ምርኻብ ፃዕርታት ይካየድ ኣሎ። እግዚኣብሔር ፍቃዱ ይኹን ኣብ ሓፂር ግዜ ከዓ ብምርዳእ ክፍፀመልና እዚ ይመስል ፕራዮሪቲ ዝተዋህቦ ነገር እንታይ እዩ? ናይ ትምህርቲ ፀገማት ክህሉ ይኽእል፣ ናይ መንእሰያት ካህናት ክኾኑ ይኽእሉ፣ ርድኢቶም ብጣዕሚ ትሑት ክኸውን ይኽእል፣ ንሰከሞም ነሳግሮም ንሕና ውን ትማሊ ኣብቲ ንሶም ዝነበርዎ ኔርና እንዲና ስለዚ ኣብቲ ንሕና ዘለናዮ ንኽበጽሑ እስከ ንሰከሞም ተባሂሉ ብፍላይ እዚ ናይ ዕርቂ ኮሚቴ ብልቦና ብርግኣት ብፍቕሪ ሒዙ ነቲ ጉዳይ ኣብ ዳርጋ ኣብ ጽቡቕ ደረጃ በጺሑ ይርከብ ማለት እዩ ስለዚ
ሕራይ በዓል ኣብዚኣ ዶ ከብላ እዚኣ ኣብዚ እንታይ ኣቦና ሕቶ ክሓተኩም ደልያ ኣብ ዝሓለፈ እውን ገለፅኩም ኣለኩምን ኢኹም እዚ ነጥቢ እዚ ምናባሽ እንታይ እዩ ብዝያዳ እቲ መግለፂ ፃባኹም ገዲፈ እቲ ንኣሽትዮም ካልእ ዝብል ዘሎ ነጥቢ ንጎኒ ገዲፈ ሓደ ትማሊ ኣብኡ ነርና ኢና ሎሚ ነሳግሮም ዝብል ቃላት ኣለውሞኒ ሕጂ ምናባሽ እቲ ትማሊ ዝነበሩሉ ህይወት እንታይ እዩ ሎሚ ከ ናበይ ምቲ ምስጋር ተደልዩ ዘሎ ወይ እውን እቲ ነሳግሮም ዝብሎ ዘለዉ ነጥቢ በዚ ናቶም ቃልሲ እንታይ እዩ ዝብል ምናባሽ ብኣ መግለፂ ክንጅምር እሞኒ ብድሕሪኡ ናብቲ ካልእ ተሰገርና ይሓይሽ ይብል እሺ ድምፂ ኸይዳ ኣላ ጠፊኣ ኣላ ድምፆ
እሺ እግዚኣብሔር ኣኽብረለይ እ፣ እንታይ እዩ ትማሊ ኣብቲ ሰም ዝነበርዎ ንሕና ሎሚ ኣብኡ ኣለና ኣብቲ ሰም ትማሊ ዝነበርዎ ንሕና ሎሚ ኣብኡ ኣለና እ፣ ኣብቲ ሰም ሎሚ ዘለዎ ግን ንሕና ኣለና እቲ ፃዕሪ ከዓ እንታይ እዩ ሕጂ ንሕና ብ ትማሊ ስለ ደለና ንሕና ናብ ሎሚ ክንመጽእ ኣለና ናብቲ ሶም ደለዎ ደረጃ ክንመጽእ ኣለና እዩ እዚኣ ጥራይ ደይኮነት ቅድሚኣ እውን እንታይ ተባሂላ ነይራ እቶም ናህና ጉባኤ ሊቃውንቲ ስሕቶ ኣለኩም ዶ ምስ በልዎም ሲ ኣይሓተትዎምን ምክንያቱ ዳኛ ኣብ ደይብሉ ሲ እንታይ ኢና እሞ ክንሓቶም ኣይምልሱልናን እዮም ኣይምልሱልናን እዮም ስለዚ ስለ ዘይምልሱልና ኣይንሓቶምን ኢና እዩ ሕጂ ኩላ ምላ እንታይ እያ ተርእየና ደላ እሶም በፂሖሞ ዘለዉ ደረጃ ዝለዓለ ደረጃ ኮይኑ ንሕና ዘለናዮ ደረጃ ኸዓ ኣዝዩ ዝተሓተ ደረጃ ኮይኑ ዋላ እውን እኳ ከም ጉባኤ ሊቃውንቲ ቆየምና እንተነበርና ግን ብቑዓት ኮይናስ ኣይረኸቡና እቲ ዝነበረ ኩሉ ኣካል ብቑዕ ኮይኑ ኣይተረኽበን ስለዚ ከይሓቱናስ ክንምልሶ ኣይንኽእል ኢና ዳኛ ዘይብሉ ክንሓቶም ኣይንኽእልን ኢና ስለዚ እንታይ ዳእዩ ተገይሩ ንሕና ተን መርገፂና ዝን ዝን ንበሎም እንተፈትዮም ብኣኹ መፅኦም ኣይፈተውን ከዓ እንታይ ይግበሩ ኣይምፁ ተባሂልና እዩ ተዋሂቡ ብኣሚሙ ሰሚዕና ኢና እታ ድምፂ ኣሚኖም ምምፁ ኣይኣመኑን ከዓ ይትረፉ ስለዚ ንሕና ግን ካብቲ ሕጂ ዘለናዮ ደረጃ ኣብ ትማሊ እንድሕር ንነብር ኣለና እሶም ናብ ትማሊ ክምለሱ ኣይደልዩን እዮም ንሕና ግን ናብ ሎሚ ክንመፅእ ኣለና ተባሂሉ እዩ እዚ ከዓ ንቡር እዩ እንድሕር ሰብ ኣነ ሓሊፈ ኣለኹ ኣነ ማዕቢለ ኣለኹ ኣነ ሰጊመ ኣለኹ እንድሕር ኢልካሲ ናብቲ ሰጊምዎ ደሎ ክስሕበካ ይድፅዕር ኩሉ ግዜ እምበር ናብቲ ንስኻ ደለኻዮ ክወድቕ ኣይደልን እዩ ክወድቕ ኣይደልን እዩ ምክንያቱ ነቲ ናትካ ታሪክ ገይርዎ እዩ ሓሊፉ ደሎ ሕጂ እንታይ እዮም ዝብሉና ደለዉ ናታቶምስ ታሪክ ኮይኑ እዩ ትማሊ ዝነበርናዮ በቃ ህላዊ ኣይኮነን ኣብ ታሪክ ካኣይንነብርን ኢና ስለዚ ናብቲ ኩርሰስ ኣማላዲ እዩ ድብል ትምህርቲ ናብቲ ሞደራናይዝ ኮይኑ ደሎ ብዙሕ ምምሕያሻት ዝግበረሉ ደሎ ትምህርቲ ክንመጽእ ክንክእል ኣለና እዩ ዕዮ ማለት እዩ ስለዚ በዚ እየ ኣነ ድሪኦ እቲ ኣባሃህላ ማለት እዩ
ምናባሽ ኣብ ተዘተጋገ ኣብ ካልኣይ ዘከፈል ኣብዚ ክዛረቡ ከለኹም ፀኒሐ ካልኣይ ክፋል ቁርብ ተወዲ ክንደይ እዩ ኣብ ሚኒት ኣርባዓን ትሽዓተን ሰባት ዝኾነት ኣብቲ ሃይማኖታዊ መፍትሒ ምስጋድ ዝብል ዘሎ ናብ ኣሸንድና ብድምፂ ይደሃልዎ ኣሎ መርሓንሉ ኣብቲ ካልኣይ እቲ ምስጋር ዘድሊ ዘሎ ናብቲ ቀንዲ መሰረታዊ ነጥብሲ ግልፂ ብግልፂ ሃይማኖታዊ ድዩ ወይ ምሕደራዊ ወይ እውን እቲ ክበሃል ትደሊ ዘሎ ነጥብሲ እንታይ እዩ ኣነ ንምንታይ ሕጂ ከምኡ ክደልየ ሃይማኖታዊ ዝብል ነጥቢ ናብቲ ኣመራድነት ዝብል ጠቂስኩም ኣለኹም ናባሽ ምስኡ ምትእሳር ኣለዎ ድዩ ትብሎ ዘለኹም ቃል ሓንቲ ብዚኣ ናባሽ ከስምዓኩም እሞኒ ንዓ እውን ድሕር ተንኪፍኩምለይ መረዳእታ ምሳ ተሂርኩምለይ ፅቡቅ ነይሩ ኣብ ካልኣይ ክፋል
ቅድሚ እንታይ ንፅርቲ ምገበርክዋ መርሃዊ ቅድሚ እንታይ ንፅርቲ ክንገብራ ይደሊ ሃይማኖታውን ምሕደራውን ፀገም እዚ ኣብ ናሃና እዩ ደሎ ሃይማኖታውን ምሕደራውን ጸገም ብናኣና እዩ ምክንያቱ እሶም ምስኣቶም ብደገ ስለ ደለዉ ምስኣቶም ንገብሮ ድርድር ንዓና ወሳኒ እዩ ኣባና ግን ብቑዕ ዝኾነ ንሃይማኖት ዘኽብር ንሕጊ ቤተክርስትያን ዝሕሉ ንሓድነት ቤተክርስትያን ዝሕሉ ድርድር ግን ኣባና ኣይተገብረን ስለዚ ብኣና ወገን ኮይንና ክንሪኦ ከለና እዚ ናህና ጉዕዞ ዝተጓዕዘ ወይ እዚ ናህና ሕብረት ዝኸዶ ንኩላውን ጸገማት ዝመልአ ጉዕዞ እዩ ዘሎ ማለት እዩ ስለዚ ተረዲኤካ ኣለኹ ናብታ እንታይ ሽሙ ክትኣትዮ ከደሊኻ እቶሞ ኣብ ሽዑ ክንዛረበላ እሺ ሓራይ ማለት ማእንታይ ኣነ ኮሚነት ይኪላይ እንክፍ ኣቤት እሞ ሃይማኖታዊ ነጥብ እሞኒ ምስቲ ካልኣይ ክፋል እውን ምስኡ ተዓሰበት ተዛረባ ኣላ እሞኒ ኣብ ዝሓልፎ ደቂስና የርና እንዲና ግን ተመቶ ዘለና ናብቲ ዝቕፅ ዘሎ ሓሳብ ክፈይቶ ዘለኹ እዚኣ ስምዓሲ

ክሶ መናፍቂ ምስ ተሃድሶ እዩ ወይ ደኣ ፕሮቴስታንት
እዋ
እሺ
ካልእ እቲ ብዛዕባ እተን መሰረታዊ ዓበይቲ ንሕና ከም ፍሩያትን ዓበይትን ጌርና ዘቐመጥናየን ነገራት እንታይ እየን ነይረን ንኹሉ ሰብ ዘልዕሎ ጥንተ ኣብሶ ስእሊ ስላሴ ናብ ስላሴ እንዳ ኣብርሃም ዝኣተዉ ስላሴ ድዮም ኣይኮኑን ኣማላድነት ናይ የሱስ ክርስቶስ ከም መጀር ዓበይቲ ገርና ዝሓዝናየን እዚኤን እየን ነይረን ብፍላይ ከዓ እንታይ ንብል ነርና እዚ ዓበየ ከም ጣሽም ገርና ዝሓዝናዮ ኮምፕሮማይዝ ዘይንገብረሉ ኣይና እዩ ዝብል እውን ነይሩ ማለት እዩ ለምሕና ሓንቲ ኮምፕሮማይዝ ዘይንገብረላ

ከምቲ ኣብ ዝሓለፈ ዝገለጽኩሞ ኣብ ናይ ኣማሉነት ናይ ክርስቶስ ግን ኮምፕሮማይዝ ክግበረሉ ዘይከኣል ከም ምዃኑ ብትረት ቃል ከይተረፈ ገሊፅዋ ወይ ገሊፆሞ ይርከቡ ማለት እዩ ስለዚ እንታይ ክብል ደልየ ምናባሽ ምስ ዓንፈይቱ ሓትኩም እዚ ድምፂ ምስጋር ዝበሃል ዘሎ ዝራብ ዘሎ ናብዚ ነጥቢ እዚ እንታይ እዩ ዝተኣስር ነጥቢ ኣሎ
እሺ ሀራይ ሕጂ ኩርሰስ ኣማላዲ ኣማላድነት ናይ ኩርሰስ ምንም ተኣምር ሸለል ክበሃል ዘይከኣል ነገር እዩ እያ ተባሂላ ሕጂ ብኣና ወገን ቅድስት ቤተ ክርስቲያንና ንጎይታ ኣምላክነቱ ኣብ ክብሩ ኮይኑ ፈራዲ ደኣ እምበር ሎሚ ኣማላዲ ኣይኮነን ሎሚ ኣማላዲ ኣይኮነን። ወኮነ ኣራጨ ለሃዲስ ኪዳን ዝብል መግለጺ መዓልታዊ ንጽልዮ ናይ ውዳሴ ማርያም ናይ ሰንበት ኢሎም ሂቦምና እኮ እዩ። ወኮነ ኣራጨ ዓራቂ ኮይኑ ኮይኑ ኢና ልና ንብል ዘለና ደኣ እምበር እንዳዓረቀና ይነብር ንብል የለና ዓራቂ ኮይኑ እዩ ዓሪቁ እዩ ኣብ መንጎና ዝነበረ ካብ እግዚኣብሔር ፈሊዩና ዝነበረ ሓጢኣት ብምሕረት ናይ እግዚኣብሔር ብምትዕራቕ ናይ እግዚኣብሔር ተበጃውነት ናይ እግዚኣብሔር ኣምላኽ ብደም ምፍሳስ ካብቲ ናይ ቀደም ሓጢኣትና ኣንጽህና እዩ ኣማላዲ ክርስቶስ ክንብል ከለና ግን ንኣብነት ኣማላዲ እኳ ናይ ኣምላኽ ስራሕ ኣይኮን ምምላድ ናይ ሰብ ስራሕ እምበር ናይ እግዚኣብሔር ስራሕ ኣይኮነን እግዚኣብሔር ንምንታይ እዩ ሰብ ኮይኑ ንዝብል ስነ ሞጎት እግዚኣብሔር ሰብ ዝኾነሉ ሓንቲ ምክንያት እኮ ኣማላድነት ኣማላድነት ናይ ደቂ ሰባት ስራሕ ስለ ዝኾነ እዩ ኣማላድነት ናይ ደቂ ሰባት ስራሕ እዩ ስለዚ ደቂ ሰባት ሶም ዘማልዱ ደቂ ሰባት ስለ ዝኾኑ ግን ከዓ ነቲ ሓጢኣት እቲኣ ከማልድ ዝኽእል ብቑዕ ሰብ ስለ እተሳእነ ክርስቶስ ባዕሉ ሰብ ክኸውን ነይርዎ ንበል። ትንቢተ ኢሳያስ ምዕራፍ ሓምሳን ትሽዓተን ካብ ፍቕዲ ዓሰርተ ሽዱሽተ ጀሚርና ሓደ ነገር ኣሎ እንታይ ድብል ደጊም ነቲ ምጉዱር ዝድግፎ ሓደ እኳ ከም ዘየለ ረኣየ ነቲ ምጉዱር ነቲ ውጹዕ ዝድግፎ ሓደ እኳ ከም ዘየለ ረኣየ ሓደ እኳ ዘማልእ ስለ እተሳእነ ድማ ተገረመ ረእዎ ሓደ እኳ ዘማልድ ስለ ተሳእነስ ተገረመ ኢሉ እግዚኣብሔር ተገረመ ስለዚ ከዓ ብሓይሉ ገይሩ ክብጀዎም ክብጀዎም ሕጂ እንታይ ስለ ዝኾነ ጎይታ ሰብ ኮይኑ ብሓይሉ ትብንጀወና ዶሎ ሓደ እኳስ ነቲ ሓጢኣት እቲኣ ዘማልድ ሰብስ ኣይተረኽበን ኢሉ ስለዚ ዘማልድ ሰብ ስለ ዘይተረኽበ ምምላጥ ከዓ ናይ ደቂ ሰባት ስራሕ ስለ ዝኾነ ደቂ ሰባት ተዋህበ ስልጣን ስለ ዝኾነ ጎይታናን መድሓኒናን የሱስ ክርስቶስ እምበኣር ባዕሉ ሰብ ክኸውን ነይርዎ ሰብ ኮይኑ ብቑዕ ሰብ ሓጢኣት ዘይተንከፎ ሓጢኣት ዝበሃል ዘይፈልጥ ግን ከዓ ኩሉ ናይ ሰብ ዝገብሮ ዝገብር ኩሉ ሰብ ዘለዎ ነገራት ዝህልዎ ኣካል ኮይኑ እዩ ጎይታ መፅኡ ማለት እዩ ስለዚ ፍፁም ሰብ ኮይኑ ፍፁም ኣምላኽን ፍፁም ሰብን ብምዃን መፅኡ ነቲ ሓጢኣት ናህና እንታይ ገይራ እዩ ካብ ነብሲ ኩላህና ኣርሒቕዋ እዩ እዚኣ ክንብል እኳ ጎይታናን መድሓናን የሱስ ክርስቶስ ንኣብነት ኣብ ወንጌል ማቴዎስ ምዕራፍ 11 እንታይ ኢሉ ካባይ ተምሃሩ ኢሉ ካብኡ እንታይ ተማሂርና ካብኡ ደቂ ሰባት ኣብ ግዜ ጸገሞም ከመይ ኢሎም ናብ እግዚኣብሔር ኣምላኽ ክጽልዩ ከም ዝኽእሉ ጎይታ መድሓና ንየሱስ ክርስቶስ በታ ድሮ ዝተታሕዘላ ግዜ እንታይ ኢሉ ይጸልዩ እዛ ዕለት እዚኣ እስካበይ ሕልፋንዶ ኢሉ ጸልዩ እግዚኣብሔር እኮ ይበዕሉ ከሕልፋ እኳ ነታ ዕለት እቲኣ እኳ ማንም ካብኡ ከሕልፋ ዝኽእል የለን። ከሕልፋ እንተኾይኑ እኳ በዓል እዩ። ምኽንያቱ እንታይ ኢሉ ጎይታ በዓሉ ኣብ ወንጌል ዮሃንስ ምዕራፍ ዓሰርተ እንታይ ኢሉ ኣነ ንነፍሰይ በጃ ድህባ ተመሊሰ እውን ድወዘስ በዓለይ እየ። ማንም ሰብ ካልእ ስልጣን ማንም ኣካል ስልጣን ደለዎ የለን። ንጎይታ ንህይወት ጎይታ ክወዛን ክመልሳን ዝኽእል ኣካል የለን። ብፍቓደይ ንገዛእ ርእስ ህይወት ኣሕሊፈ ዝህብ ተመሊሰ ድማ እንታይ ይገብራ ኢሉ ይወስዳ። ሕጂ ኣብዚኣና ንብል ጎይታናን መድሓንናን ኢየሱስ ክርስቶስ ባዕሉ ንሞት

ናብዛ ዓለም እዚኣ ክመጽእ ከሎ ንዓና እንታይ ገይርና? ምሂርና። ኣብ መስቀል ኮይኑ ዝገብርዎ ኣይፈልጡን እዮም ብምባል ክንዳና ኮይኑ ክጽሊ ርኢናዮ። ምኽንያቱ ሰብ ኣብ ክንዲ ሰብ ኮይኑ ይጽሊ። ስለዚ ሃዋርያ ቅዱስ ጳውሎስ ኩሉ ግዜ ስርሐይ ብግቡእ ክፍጽም ዝጸሉ ኢለ ይብል። እምበኣር ሰባት ኣብ ጸሎት ደቂ ሰባት እውን ክድገፉ ስለ ደሎም ቅዱሳን እውን ብጸሎቶም ስለ ዝድግፉና ጎይታናን መድሓናን ኢየሱስ ክርስቶስ ኣብ መስቀል ኮይኑ እንታይ ክንገብር ርኢናዮ ኢና? ኣብ መስቀል ኮይኑ ስለና ክጽሊ ስለና ከማልድ ርኢናዮ ኢና። ስለዚ ኣብ ቀዳማይ ቆሮንቶስ ምዕራፍ ኣርባዕተ እንታይ ድብል ነቲ ቀደም ዝገበርናዮ ሓጢኣት ብመለከታዊ ትዕግስቱ ይሕለፍ ሓደጎ ነቲ ቀደም ዝገበርናዮ ሓጢኣት እዩ ድብል ብመለከታዊ ትዕግስቱ ይሕለፍ ገደፎ ወይ ከዓ ሓደጎ ነት ግን ንየናይ ነቲ ቀደም ዝገበርናዮ ሓጢኣት ሕጂ ግን እንታይ ንገብር ኣለና ሕጂ እንገብሮ ሓጢኣት ግን እንታይ ክኸውን ኣለዎ ናብ ንስሓ ክወስደና ይኽእል ኣሎ ሕጂ ብ እንገብሮ ሓጢኣት ግን እግዚኣብሔር ኣምላኽ ደጊሙ መጺኡ ክስቀለልና ኣይክእልን እዩ ጎይታ ትማሊ ስለ ሓጢኣትና ተሰቂሉ እዩ ሎሚ ሓጢኣት ተደኣ ጌርና ግን ጎይታ ስለ ሓጢኣትና ኣይኮነን ክስቀል በታ ጎይታናን መድሓናን ኢየሱስ ክርስቶስ ኣብ ቅዱስ መስቀል ዘፍሰሳ ደምካ ዘዝመፀ ወለዶ ከዓኒ ነዚያ ደም እዚኣን ነዛ ስጋ እዚኣን እናወሰደ ከዓ ናይ ዘለኣለም ህይወት ይወስድ ውሉድነት ይወስድ ናይ ዘለኣለም ህይወት ከዓ ይወስድ ስለዚ ሃዋርያ ቅዱስ ጳውሎስ ነዚ ሓደ ማዕፀኦ ገይሩሉ እዩ ሓደ ማዕፀኦ ገይሩ ኣብ ካልኣይ ቆሮንጦስ ኣብ ምዕራፍ ሓሙሽተ እሳ ከንብባ ደስ ዝብለኒ ኣብ ክንዲ እንታይ ሽሙ ክንገብራ ደጊም ይብል ደጊም ካብ ሕጂ ንደሓር ብስጋዊ ኣረኣያን ሓደ እኳ ኣይክንፈልጦን ኢና ብስጋዊ ኣረኣያ ንሓደ ሰብ እኳ ኣይክ- ንሓደ ኣካል እኳ ብስጋዊ ኣራያ ኣይክንፈልጦን ኢና ሽሕ እኳ ኢሉ ሽዑ ንክርስቶስ ብስጋዊ ኣራያ ፈሊጥናዮ እንተነበርና ሕጂ ግን ከምኡ ጌርና ኣይንፈልጦን ኢና ኣስተውል ዓጽይዋ እዩ ሽሕ እኳ ንክርስቶስ ጎይታ ኮይኑ ክበልዕ ክሰቲ ከም ስለና ክጽሊ ክሽገር ክጭነቕ ርኢናዮ እንተኾንና ስለ ነብሱ እንተላይ ክጽሊ እዛ ዕለት እዚኣ ካበይ ሕልፋ እንዳበለ ክጽሊ ርኢናዮ እንተኾንና ድሕሪ ሕጂ ግን ብከምዚ ዓይነት ኣረኣያ ንክርስቶስ ክንሪኦ ኣይንኽእልን ኢና እዩ ብኸምዚ ዓይነት ኣረኣያ ክንሪኦ ኣይንኽእልን ኢና። ካብ ኣምላኽ ትሕት ኢሉ ናብ እግዚኣብሔር ኣምላኽ ዝጽሊ ኣካል ኮይኑ ኣይክንሪኦን ኢና። ቀጺሉ እንታይ ድብል ሕጂ ግና ከምኡ ጌርና ኣይንፈልጦን ኢና። ስለዚ ሓዘ እኳ ሓደ እኳ ብክርስቶስ እንተኣልዩ ንሱ ሓድሽ ፍጥረት እዩ። ካብኡ ቅጽል ኢሉ እንታይ ይብል? እዚ ኩሉ እውን ካብ ባዕሉ ብክርስቶስ ገይሩ ከተዓርቀና ንካልኦት ከዓ ምስ ከነተዓርቅ መዚ ዝሃበና ኣምላኽ እዩ ሃዋርያ ቅዱስ ጳውሎስ እንታይ ኢሉ ቀደም ንሰብ እግዚኣብሔር ኣምላኽ ንዓለም ብክርስቶስ ገይረ ተዓሪቀዋ ንዓና እውን እንታይ ኢሉ ምስኡ ከነተዓርቅስ መዚ ሃበና ሎሚ ግን ንደቂ ሰባት ጸልዮም ሰባት ምስ እግዚኣብሔር ኣምላኽ ክዓርቁ እንታይ ሂቡ ኣቦታ ተመሊሰ ቀደም እውን ከምኡ እያ ነይራ ነታ ሓጢኣት እቲኣ ዘማልእ ስለ እተሳእነ ግን ጐይታ ሰብ ኰይኑ። ሕጂ ግን ነታ ሓጢኣት እቲኣ ኣደምሲሱ ኸኣ ጐይታ ናበይ ተመሊሱ? ናብ ቦትኡ ተመሊሱ። እንታይ ኢሉ ሕጂ? ቀደም ጐይታ ብክርስቶስ ገይሩ ምስ ነብሱ ዓረቐና፣ ንኣና ኸኣ ምስ ካልኦት ከነተዓርቕ ምስ ካልኦት ከነተዓርቕ መዚ ሃበና። መዚ ዝሃበና መን ኢሉ ኣምላኽ ከነተዓርቕ መዚ ዝሃበና ኣምላኽ እዩ ቀፂሉ እንታይ ድብል እወ ኣምላኽ ንዓለም ምስ ርእሱ ክዓርቃ ከሎ ብክርስቶስ ገይሩ እዩ በደሎም ኣይሓዘሎምን ንኣና ከዓ መልእኽቲ ዕርቂ ሃበና ንዓና ከ እንታይ መልእኽቲ ዕርቂ ሃበና ቀፂሉ እንታይ ይብል ሕጂ ስለዚ ንሕና ናይ ክርስቶስ ኣምበሳደራት ኢና ኣምላኽ ከዓ ብኣና ገይሩ ይዕድም ኣሎ ኣብ ክንዲ ክርስቶስ ኮይንና ድማ ምስ ኣምላኽ ተዓረቑ እንዳበልና ንልምና ኣለና ሃዋርያ ቅዱስ ጳውሎስ ኣብ ክንዲ ክርስቶስ ኮይንና እዩ ድብል ደሎ ይህ ደኣ ክርስቶስ የማልድ እንድሕር ኣሎ እንታይ ደኣ ኣብ ክንዲ ክርስቶስ ዝኽውን ኣሎ ሃዋርያ ቅዱስ ጳውሎስ ክርስቶስ የተዓርቀና እንድሕር ኣሎ እታ ምትዕራቕ ትብል ንእግዚኣብሔር ኣምላኽ ጥራይ ትምሰል ተደኣ ኮይና ሃዋርያ ቅዱስ ጳውሎስ ዘኣ ካበይ ዘምፅኦ ስልጣን እዩ ንሕና ኣብ ክንዲ ክርስቶስ ኮይና ተዓርቑ ንብል ኣለና ምክንያቱ ክርስቶስ እቲ ስጋ ለቢሱ ዝሰርሖ ስራሕ ኣብቂዑ እዩ ድሕረ እጂ ክርስቶስ ክልየና ክፅልን ክልምንን ኣይክእልን እዩ ዝብል ርድኢት ኣለና ማለት እዩ ስለዚ ሰባት ንደቂ ሰባት ምስ እግዚኣብሔር ከተዓርቆም ይኽእሉ እዮም። እዚ ጥራይ ኣይኮነን ዋላ ኣብ ዌብሳይቶም ሓደ ትምህርቲ ኣሎ እቲ እንኮ ኣብ መንጎ ሰብን ኣምላኽን ዘተዓርቅ ክርስቶስ እዩ። ሕሉፍ ሓሊፉ ከኣ እንታይ ድብል እቲ ቀደም ብግዜ ስጋውነቱ መጽዩ ኣብ መሬት ዝገብሮ ዝነበረ ሕጂ ሎሚ ኣብ ሰማይ ኮይኑ የመሓድሮ ኣሎ ዝብል ኣብ ዌብሳይቶም ኣሎ ንባልባት ከነምጻ እውን ንኽእል ኢና ማለት እዩ እቲ ቀደም ኣብ ሰማይ ኣብ መሬት ኮይኑ ስጋ ለቢሱ ዝገብሮ ሕጂ እውን ኣብ ሰማይ ኮይኑስ እንታይ ይገብሮ ኣሎ የመሓድር ኣሎ ስለዚ ንሰብ ምስ ሰብ ዝዓርቕ ብጀካ ኢየሱስ ክርስቶስ ካልእ ዋላ ሓደ እኳ የለን እዩ የለን እዩ ሃዋርያ ቅዱስ ጳውሎስ ግን እንታይ ድብል ደሎ ንሕና ኣብ ክንዲ ክርስቶስ ኮይናስ ምስ ኣምላኽ ተዓረቑ ንብለኩም ኣለና ምስ ሰባት ምስ እግዚኣብሔር ናይ ምትዕራቕ መዚ ዝሃበና ከዓ ባዕሉ ኣምላኽ እዩ ይብል ኣሎ ስለዚ ኣስፋሕ ኣቢልካ ዝረአ እዩ ንሕጂ ግን ተኣክል መስለኒ
ኣይ ብጣዕሚ ፅቡቅ ኣብ ከየቋረፅኩም ሓሳብክ ሚልዮን በሪ ብዝያዳ እውን ብዝያዳ እንታይ እዩ ዝብል ነጥቢ ኣለኒ ኣብቲ ንሶም ዝኸደዎ ኣካይዳ ናይ ሃይማኖት እቲ ናቶም መርገፂኦም ዘሎ እንታይ እዩ እቲ ብናይ ኣብ ትሕቲ ኣብነ ሽምዳ ዝምሕዶ ዝነበረ ኣካላት ከዓ ዝኸድዎ ዝነበረ እምነት ከዓ እንታይ እዩ ሕጂ እቲ ኣብ መንጎ ሕጂ ንዓይ ኩሉ ግዜ ወላ ንሰማዕውን ኣብዚ ዝቐርቦ ዘለኹ ክፈልጦን ሰብን ክፈልጦን ድሌት ዘሎ ነጥቢ ክልተ ነገራት ኢና ሓደ እንታይ እዩ በዚ ዘሎ ምሕደራ እሶም ተቐቢሎምዎ ነዚ ንሕና ዝሃብናዮም እዚ ሰላሳ ዘሎ ነጥብታት ብምሉኡ ተቐቢሎምዎም እዩ ዝብል ኣብ ዝሓለፈ ከም ዝረኣናዮ ነጥቢ ከዓ ንሶም ነዚ ሰላሳ ገፃት እዚ ከም ዘይተቐበሎ ብግልፂ ኣቐሚጦሞ ኣለዉ ናቶም ጉባኤ ማለት እዩ ከም ዘይፈልጥዎ ንሕና ንፈልጠን ተን ትሽዓተ ከም ዝኾና ኣብ ዝሓለፈ ኣቕሪብኩሞም ከም ዝነበርኩም ትሽዓተ ዝሓዛ ገፃትን ንሰን ንዐኣን ጥራየን እሶም ዝቅበልወን ካልእ ውን እተን ክልተ ጳጳሳት ዝፍርሙለን ካልኦት ኣይንፈልጥና ኢሎም ብግልጺ ኣቀሚጦም ኣለው እቶም ክልተ ጳጳሳት ዝፈረምወን ከኣ ኩላሕና ውን ሪኢናየን ኣለና ማለት ስለዚ እዘን ሰላሳ ገጻት እዚኤን ውን እሶም ክገልጽወን ከለው እሶም ክብል ከለኩ እዞም ናይ ኣብ ትሕቲ ኣብነ መቃርዮስ ዝምሕደሩ ዝነበሩ ጉባኤ ሊቃውንት ማለት እዩ ነዚ ዕርቀ ሰላም ዝሓዝዎ ኣስተኣከቡሉ ዝገልጽወን ዝነበሩ ነጥቢ እንታይ እዮም እዘን ሰላሳ ነጥቢ እዚ ከም ዘይፈልጥወን ንዓኣቶም ንህዝቦም ክገልጽሎም እንድሕር ደልዮምሲ ይግለጹለን የስፍሑለን ንዓና ኣይመልከተናን እዩ ምስኦም ኣይንወርድና ዝብል ተደጋጋሚ ኣብ ናይ ዝሓለፈ እውን ሪና ነርና ሕጂ እንታይ እዩ እሶም እዮም ናባና መጺኦም እቲኦም እዮም ናባና መጺኦም ዝበሃል ተገላጾ ክልተ ሓሰብ ኣሎ መን ናብ መን ከይዱ ዝብል ምልክት ሕቶ ኮይኑ ኣሎ መን ናብ መን ከይዱ ኣብ ዝሓለፈ እውን ተዝታየ ብዙሕ ግዜ እውን ኣብ ኣኼባ እውን ንስኹም ከምኡ ክትብሉ ሰሚዐኩም ኣለኹ ወላ እውን ኣብቲ ሰድኩማ ዘለኹም ኣብ መጨረሻ እውን ከነቕርብና ደብዳቤ እቲኹሞ ዘለኹም እውን ከም ሕቶ መልክዕ እውን ጌርኩም ኣቐሚጥኩም ኣለኹ ማለት ስለዚ እንታይ ኣነ ኩሉ ክፈልጠ ዘሎ መን ናብ መን ከይዱ ሕጂ እንታይ እዩ በዚ እንታይ እዩ ዝብል እምነት ኣሎ ብናይ ትሕቲ ምንሽሎ ዝነበረ ሲ መፂኦም ሉ ኣለዉ ናብቲ ንሕና ዝበልናዮም ነጥቢሲ መጺኦም ኣሎ መጺኦም ድዮም እታ ሕቶ ኣነ ክመጽእ ደልየ ዘለኹ ማለት እዩ እቲኦም ናይ ኣብ ትሕቲ ኣብ ንመቃለስ ዘለዉ ከዓ እሶም ናባና መፂኦም ይብሉ ኣለዉ ምክንያቱ ዝቀየርናዮ ነጥብ የለን ኣብዚ ገሊፆም ኣለዉ ተዘይተጋገይ እውን ናባሽ ሰይደልኩም ነይረ እውን ይኮነ እዛ ናይ ናቶም ሰለስቲኦም ካህናት ኮይኖም ዝገለጽዋ ድሕሪ እዚ ዕርቀ ሰላም ኣላ ኣብዚ መግለጺ ናታ እውን ስለ ዝደለየላ ማለት እዩ ከስምዓኩም እሞኒ ዝገለጽዋ ኣለዉ ሰለስተ ኣቦታት ቀሪቦም ዝተዛረቡላ ነጥብላ ትስማዕ ተላ ንዓ ቅድም ከስምዓኩም

ሽዑ ፈሪሕና ወይ ቆሪቕና ወይ ውሒድና ኢልና ዕላማ ዘይቀየርናስ ሕጂ ግዳይ ኣጆኹም ዝብሉ ድዮም በዚሕና በቲ ሓደ ተጎደለ በቲ ሓደ ዝምልእ ከሎና ዕላማና ንስሕቶ ወይ ድማ ካብቲ ዝነበርናዮ መገዲ ንወጾ ዋላ ሓደ ነገር የለን ኣብኣ ጸኒሕና ኣብኣ ኣለና ኣብኣ ድማ ክንቅጽል ኢና። ግን ኩሉ ግዜ ሰይጣን ግን ኣየዕርፍን እዩ ኣብ ክንዲ ዕላምኦም ስሒቶም ወይ ድማ ዝነበርዎ ካብቲ ዝነበርዎ መገዲ ኣላጊሶም እዮም ኢልካ ምዝራብሲ እዚ ሰላም ከሐጉሶም እዩ ኔርዎ ግን እቲ ዝዛረብ ዘሎ ወይ እቶም ነዚ ሰላም ከም ዕንቅፋት ዝኾኑ ዘለዉ ድማ ከምቲ ክበሃል ዝጸንሐ ዘይነበሩ እዮም። ዘይነበሮ ኣይኮነን ካብ ዕላማና ንጽርቲኣ ዘላገስናዮ የለ ዝገደፍናዮ የለ ዝወጻእናዮ ውን የለን ኣብታ ዝነበርናያ ኣለና ከም ኣቦና ድማ ኣብኣ ክንቅጽል ድማ እግዚኣብሄር ሓይሊ ይሃበና ኣሜን።
እወ። ሕራይ።
ሕጂ ንዚኣ ክርዕልን መግለጺ ወጺኦም ካብኡ ምዝበሎ ምስባት ምስ ሰምዐ መግለጺ ሂቦም ዝሃቡላ እያ ተቐበልኩዋ እያ ስለዚ ቅድም ኣብኣ ነርና ኣብኣ ጽኒሕና ካብ ጀርመን ንላጊስና ዝወጸና የለን ዝብል እሞ እስኪ ኣብዚ እንታይ ኣለኩም ሓሳብ
እወ ሕጂ እንታይ ሓሳብ ክህልወና እዩ ቃላቶም ብግልፂ ድሕሪ ዕርቂ ተዛረቦ ዘረባ እዩ እዚ እዞም ኣቦታት ክቡራት ኣቦታት ሰለስቲኦም ድሕሪ ዕርቂ ዝተዛረብዎ እዮም ሰለስቲኦም እዞም ኣቦታት ድማ ኣብታ ጉባኤ ሊቃውንቲ ነይሮም እዮም ሰለስቲኦም እዞም ኣቦታት እዚኣቶም ኣብታ ጉባኤ ሊቃውንቲ ከዓ ነይሮም እዮም ውፅኢት ናይቲ ጉባኤ ሊቃውንቲ እዮም ዝዛረቡ ዘለዉ ንሕና ዝቀየርናዮ ዝለወጥናዮ ነገር የለን ቀደም ሓሙሽተ ሰባት ከለና እኳስ ኣይቀየርናን ትረፍ ሎሚስ ከምዚ ኢሎም እንዳመፁና ንቅይሮ ነገር የለን ስለዚ ብኣና እንታይ ተባሂሉ ደሎ ብፍላይ መደምደምታ ተባሂለን ተፃሒፈን ደሎ ኣብ ሰላሳ ገፃት ብኹሉ ተጠቕሊሎም ናባና ከም ዝመፁ ብናይ ኤርትራ ኦርቶዶክስ ዶግማን ቆነናን እቲ ዶግማ ክበሃል ከሎ ከሉ ሓደ እቲ ቆነና እንተላይ ግን ከም ዝመፁ ይብል ሕጂ ብጣዕሚ ዝገርም ሓደ ጥራይ ዋላ ዲያቆን ሳሚኤል ክዛረብ ከሎ ሲ ክዛረብ ከሎ መቸም ዲያቆን ሳሚኤል ዘይተዛረቦ ነገር የለን እንዲዩ ቁሩብ ድምፂ ዓበሉ
ሓረ ዘይተዛረቦ ነገር የለን እንዲዩ እንታይ እዩ ድብል ሓደ ንሕና ፈዲናዮም ኢና ናይ ግብፂ ትምህርቲ ድምህሩ እንታይ ሽሙ ድገብሩ እንታይ ሽሙ ድገብሩ ኢሉ እዩ ዝዛረብ ሕጂ ግን ብርግፅ ከዓ እወ እዚኦም ናይ ግብጺ ዘይትብሎ ግብጺ ዘይትብሎ ትምህርቲ መናፍቃዊ ናይ ፕሮቴስታንታዊ ትምህርቲ ዝመሃሩ እዮም ተባሂሎም ቅድሚ እዚ ዕርቂ እዚ ምውፅኡ ተመምዮም እቕሬታ ድሓተቱ ወይ ካብዘን ቤተክርስትያናት ዝተኣልዩ ኣለዉ ድዮም ኣለውና ድዮም ሕጂ ዕርቂ ተፈፂሙ ንብል ዘለና ዕርቂ ተፈጺሙ ኢና ንብል ዘለና። እዚ ሰላሳ ገጽ ከኣ እዚ ከኣ በዚ መጠን ተሳሚዕና ተባሂሉ ከኣ ናብ ህዝቢ ተዘርጊሑ ኣሎ። እዚ ሰላሳ ገጽ እዚ ግን ኪደት እዩ። እንታይ እዩ ዝሕብር? እቶም ከም ዘለዎም ትምህርቲ ክሕተቱ እዮም፣ እቶም ከም ዝገብሩ ከም ዝስምሩ እዮም፣ እቶም ከም ዝገብሩ ከ ከም ዝኾኑ እዮም ተባሂሉ ኢንፎርሜሽን እዩ ዝህብ። ኢንፎርሜሽን ይድብ ፋይናላይዝድ ኣይኮነን እዚ ነገራት እዚ ናይ መጠረሽታ ውሳኔ ተዋህቡ ኣይኮነን ስለ ዝኾነ ሕጂ ብምሉኦም ብምሉእና ትምፅታት እውን ኣሎ ከነምፆ ሕጂ ንባላታ የዳለኽዎን እምበር ካብ ኦርቶዶክሳዊ ወፃኢ ዝኾነ ትምህርታት እውን ብዙሕ ኣሎ እዩ ሕጂ ካብቲ መትከልና ኣይወጻእናን ኢሉ መቸም ኣብቲ ሕብረት እንተ ሃልዩና ኣብቲ ሕብረት እንተ ሃልዩ ሓደ ሰብ ከዓ ጌጋ ዝኾነ ኣዘራረባ ይዛረብ ተልዩ ወይ ክትኣልዮ ኣለካ ክትኣልዮ ኣለካ እቲ ምምሕዳር ክኣልዮ ኣለዎ ወይ ከዓ ክኣምነሉ ኣለዎ ነቲ ቃላት ሕጂ ምስኣቶም ንነዊሕ ምስዞም ኣቦታት ንነዊሕ ግዜ ዝኸዱ ኣካላት ኣለዉ እዮም ግን ከዓኒ ህፀፅ ትምህርቲ ዘለዎም ከዓ ኣለዉ እዮም ንኣብነት ንበል ጉባኤ ኬልቄዶን ጉባኤ ኬልቄዶን ናይ ቋንቋ እምበር ናይ እምነት ፍልል የብሉን ዝበሉ ከለዉ ማእኸሎም እዚ ተባሂሉስ ነዊሕ ዓመት ከ እዞም ሰበቲ ሰብ ከ ምስኦም ኸይድ ኣሎ ግን ሰብ እዚ እንታይ ደኣምን ጉባኤ ኬልቄዶን ቅኑዕ ጉባኤ ጉባኤ ኬልቄዶን እንታይ ዝብል ክልተ ባህሪ ሓደ ኣካል እዩ ድብል ናይ ሊዮን ትምህርቲ ክልተ ባህሪ ሓደ ኣካል እዩ እዚ ነቲ ናይ ነስጥሮስ ትምህርቲ ክልተ ባህሪ ክልተ ኣካል ዝነበረ ንዑ ለዊጡ ሓደ ኣካል ክልተ ባህሪ ዝብል እዩ ኣብዚ ሰዓት እዚ እንታይ እዩ ድብል ሕጂ ዲያቆን ጆን ነዚ ነገር እዚ ክመሮ ከሎ ወይ ከነምፃእ ንኽእል ኢና እታ ቪድዮ ናይ ቋንቋ ፀገም እምበር ናይ እምነት ፀገም ኣይነበረን ሕጂ እንዶ ነስተብል ኣብቲ ብኣርባዕተ ሚእትን ሓምሳን ዓመት ሓምሳን ሓደን ዓመተ ምህረት ዝነበረ ኮቶሊክ ዝተፈለየትሉ ኦርቶዶክስ እዛ ናህና ተዋህዶ ዝተፈለየትሉ ዘበን ናይ ቋንቋ ጸገም እዩ በዓል ብፁዕ ኣቡነ ዲዮስቆሮስ እንታይ እዮም ኢሎም ሓደ ባህሪ ሓደ ኣካል እዮም ኢሎም ናይ ቅዱስ ቄርሎስ ኣብ ሳልሳይ ጉባኤ ዝነበረ መርገፂ ሒዞም እዮም ወፂኦም ኣብዚ ዝነበረ መርገፂ ሒዞም ወፂኦም እዚ ብዙሕ ትምህርቲ ኣሎ ኣብ ካብ ሃይማኖታዊ ካብ ገለ ውፅኢካ ብዙሕ ዝመፅእ ትምህርቲ ኣሎ ገድ ኣብ ካልእ ግዜ ክንብሎ ንኽእል ማለት እዩ እታ ናይ ኮተሊክ ትምህርቲ ወይ ከዓ ናይ ልዮን ከዓ ኖ ክልተ ባህሪ ግን ሓደ ኣካል እዚ ሕጂ ብጣዕሚ ረቂቕ ዝኾነ ትምህርቲ ክልተ ባህሪ ግን ከዓ ሓደ ኣካል ኢሎም እዮም ወፂኦም ሕጂ ዲያቆን ጆን እንታይ ኢሉ ናይ ቋንቋ ፍልልይ ዋ ብሄናይ ቋንቋ ዳ እዮም ሓደ ኣካል ሓደ ኣካልን ሓደ ባህርን እዮም ዝበሉ ዳ ብሄናይ ቋንቋ እዮም ናይ በዓል ብፃም ነዴስ ቁረስ ናይ ቋንቋ ፍልልይ እንተነይርዎም ሲ ብሄናይ ቋንቋ ዳ እዮም ከ ሓደ ኣካልን ሓደ ባህርን እዮም ኢሎም ተኻቲዖም ክልተ ባህሪ ንኸይብሉ ክልተ ባህርን ሓደ ኣካል ንኸይብሉ ቋንቋ ፀጊምዎ ሓደ ኣካልን ሓደ ባህር ንክብሉ ከዳ ከመይ ገይሩ እቲ ቋንቋ ፈቂዱ ኣሎ ኣነ ብት- ሕጂ ብጣዕሚ እንድዩ እ፣ ዘገርም ነገር ናይ ቋንቋ ፍልልይ እዩ ኢልካ ንክትኣምኖ እዚ እንታይ ማለት እዩ እ፣ ኮቶሊካዊ ት- እ፣ ትምህርቲ ምስ ናይ ኦርቶዶክሳዊ ሓደ ዓይነት ክኸውን ኣሎ ማለት እቲ ዕርቅናስ ዋላ ምስ ኮቶሊክ እውን ክኸውን ኣሎ ማለት እዩ ክልተ ባህሪ ሓደ ኣካል እዩ ናይ ኬልቄዶን ጉባኤ ማለት እዩ ስለዚ ኣብዚ ክመፅእ ዝኽእል ባህሪ ብዙሕ እዩ ወይ ከዓ ነዚ ትምህርቲ እዚ ሕጂ ብትንክፍ ትንክፍ ተደ ኣቢልናዮ ብዙሕ እንተኣሽሙ ክህልዎ ይኽእል እዩ ግን ኣብዛ ዕለት ኣብዛ ሰዓት እዚ እንተደይ ተንክፍናያ ተሓይሽ ካልእ ግዜ ኣብሪና ክንዛረባ ትሓይሽ ግን ሓፈሻዊ ካበልዓልና መግለፂ እውን ከነምፅኣሉ እንዲና ካልእ መዓልቲ ኢና ብናቱ ካልእ ክመፅእ ይኽእል ይኸውን እዮም ናይ ሃይማኖታዊ ጠጠሎ ዝበለ ምናልባሽ ክለዓል ይኽእል ይኸውን እዩ እቲ መሰረታዊ ሕጂ እውን ደጊመ ክሓታ ደልየ ዘለኹ ነጥቢ እንታይ ኣቦና እታ መን ናብ መን ከይዱ ትብል ነጥቢሲ ከስምረላ ይደሊ። በየናይ መንገዲ እዩ ሕጂ ከኣ ናብ ሓደ ናብቲ ሓደ ሰጊሩ ዘሎ ዝበሃ ዘሎ? ሕጂ ብናትኩም ግንዛበን ካብዚ ክልቲኡ ሰሚዑ ዘሎ እቲኦም በቲ ናቶም ኣገላልጻ ካብታ ዝኸድዋ ነጥቢ ኣብኣ ከም ዘለዉ። ዝኸድዋ ነጥቢ ከምዘይብሉ ገሊጾም ኣለው። ኣብ ናይ ማህቶተ ተዋህዶ እውን ብዝተፈላለዩ ብፍላይ ፍላይ ካብ ኩሉ ኣብ ቤተክርስትያናት ተዘርጊሑ ዘሎ ነዚ ካብ ታሕቲ ወሪዱ ዘሎ ነጥቢ እንታይ እዩ በዚ ሰላሳ ነጥብታት እዚ ተሰማሚዖም ኣብ ሓደ ነጥቢ ከምዝመፁ ሰላሳ ነጥቢ እንድሕር ርኢናዮ እቶም ናይ ሰሜን ኣሜሪካ ዘለዉ ትሕቲ ውፃዊ ንመቃረት ዝምሕደሩ ካብ ዝነበርዎ ናብኡ ከም ዝመጹ እዩ ዘስምዕ እቲ ዘሎ ኣውሰምዕ ብምሉኣት ማለት እዩ እንድሕሪናዮ ኣይ እሶም ናብዚ ዝመጹሉ ነጥቢ ከም ዘየለ ከኣ ኣብታ ዘለዋ ኣብታ ዝኣምንዋ ንዕኡ እውን ከም ዘይፈልጦ እውን ተገላቢጡ ኣሎ ሕጂ ኣብቲ ጉባኤ ሊቃውንት ነርኩም ኣብቲ ጉባኤ ላዕላዊ መሪሕነት እውን ስለ ዝነበርኩም ሕቶ ዘሎ ነጥቢሲ ኣብዚኣ ናትኩም መን ብኸመይ ነጥቢ ናበይ ከይዱ
ሕፅር ኣቢለ ዶ ክምልሳ ንሕና ናብኦም ከድና ንሕና ናብኦም ከድና እሱ ስለ ድኾነ እኳ እዮም በዓል ዲያቆን ሳሙኤል ደመኽንዩ ደለዉ እኳ ሓንሳብ ፍልልይ እኳ ይነበሮምኒ ከም ናይ ግብፂ ኦም ድብሉ ሓንሳብ እንታይ ሽሙ ድብሉ ኣባ ተክለ ሃይማኖት ንባዕሎም ኣብ ቪኦኤ ኮይዶም ድገብሮ ኢንተርቪው እኳ ኣሎ ፀላኢ ዝገበሮ ድፋዕ ድገበሮ ደቂ ክትፍልያት ነይሩ እምበር ወላ ሓደ ፍልይ የብልናን እኳ ኢሎም ጸላኢ ዝገበሮ እዩ ሕጂ ሓደ ሰብ እኳ ከምዚ ኢሉ ድኣምን እንተ ኮይኑ እሞ ከዓ ሃይማኖታዊ መራሒ እዩ እንድሕር ድኣ ኮይኑ ፍልልይ ከም ዘይብሉ ከዓ ድኣምን እንተ ነይሩ ዓሰርተ ሓሙሽተ ዓመት እንታይ ኮይኑ ዘይጋደል ንኣብነት ኣብ ቤተ ክራይማት ኮይኖም እንደ ተጋደሉ እንድሕር ፀላእ ጥራይ ኮይኑ መንግስቲ ድዩ ፖለቲካዊ ሓይሊ ድዩ ዝሰርሖ ፅልኢ ጥራይ እምበር ሃይማኖታዊ ፍልልይ እንተ ዘይነበርቲ ኮይኖም እዮም ኣቐዲሞም ጆይን ክገብሩ ዘይከኣሉ እንተኾይኖም እዮም ዋላ ውጽእ ምስ በሉ ካብቲ ሕብረት ቀልጢፎም ምስኣቶም ሕብር ክብሉ ዘይከኣሉ እንታይ እዩ ክንድዚ ዘተ ጉባኤ ሊቃውንቲ ምቋም ኣድልዩ ሕጂ ርኦ በቲ ሓደ ወገን ተኣሚኑሉ እዩ ተኣሚኑሉስ 29 ነጥብታት እውን ተላዒሎም እዮም ሃይማኖታዊ ፍልልይ ከም ደሎ ግን እዚ ተኣሚኑሉ ክስራሕ ፀንሐ እቲ ዓርቂ መንጎ ስለ ዝሰለጠቶም ስለ ዝሰለጠቶም ኣቡነ ሲኖዳ ብኻልእ መንገዲ ስለ ዝሰለጠቶም ነቲ ናይ ጉባኤ ሊቃውንቲ ኣብኡ እዮም ካት ገይሮም ኣብኡ ኣቋርፅ ኣቢሎም እዮም ነቲ ዕርቂ ከይዶም ፈፂሞሞ ማለት እዩ ሕጂ እቲ ዕርቂ ኣብ ብኻልእ ደረጃ ምስ ተፈፀመት እንታይ ኢልካ ምክንያት ተጀሚሩ ኖኖ ፍልልይ እኳ ኣይነበረን ፍልልይ እንድሕር ዘይነበረ ጉባኤ ሊቃውንቲ ክኸውን ከለኩ ቋሚ ነይርዎም በዓል ዲያቆን ሳሙኤል ቋሚ ነይሩ ኣየድልዮን እዩ ፍልልይ የብልናን ተባሂሉ ክዝረብ ነይሩ ኣብ ቪኦኤ ከይድካ ሕጂ ፍልልይ የብልናን ካብ ምባል ወይ ኣብ ማህተ ተዋህዶ ወፂኻ ከምዚ እኳ እዩ ነይሩ ካብ ምባል እቲ ጉባኤ ሊቃውንቲ ክኸውን ከሎ ኖኖ ኣይተዳኹምና ምስዚኦም ቀልጢፍና ንተሓወስ እዚ ክስታይ ድበሃል የብሉን ፍልልይ ናይ እምነት የብልናን እዚ ጸላእቱ ዝሰርሕዎ እዮም ክንበሃል ነይርዎ መስለኒ ግን ኣይተባህለን ሕጂ ንርኣያ እዛ ቪድዮ እሞ እንታይ እዩ ፍልልይና እውን ክንፈልጥ ማለት እዩ
ሃይማኖት ስለዚ እታ ቤተ ክርስቲያን ተወሃሃቢት እያ ኢላ ናይ ሮማን ካቶሊክ ቤተ ክርስቲያን ክንሪኣ ከለና ከኣ ሓደ ኣካል እየሱስ ክርስቶስ ክልተ ባህሪ ኣለዎ እዚ ከኣ እንታይ ማለት እዩ ኣምላኽነት ባህሪ ኣሎ ናይ ሰብ ባህሪ እውን ኣሎ እዚ ክልተ እዚ ባህሪ እዚ ኣብ እየሱስ ክርስቶስ ኣሎ ኢሎም ቤተ ክርስቲያንና ከ ተወሃሂድ እዩ ክትብል ከላ መለኮት በይኑ ይላለ ክኸውን ኣይክእልን እዩ። መለኮት እሞ ክተሓዝን ክድህሰስን ክጭበጥን ኣይክእልን እዩ። ካብ እዴና ቅድስት ድንግል ማርያም ንዝተወለደ ሥጋ እውን ነቲ ሂማኒቲ እውን ኣይነጸገቶን። ክልቲኡ ግን ተወሃሂዱ ሓደ ኣካል ኮይኑ እዩ። ናቶም ኣገላልጻ ከኣ ሓደ ኣካል ክልተ ባህሪ ነይሩ ኢሎም። ኣምላካዊ ባህሪ ነይሩ፣ ሰባዊ ባህሪ ነይሩ። ኣብ ኔቸር እዩ ፍልልይ ነይሩ። ኣብዚ ጉባኤ እዚ ብቋንቋ ግሪኽ ስለ ዝነበረ እቲ መዘራረቢኦም መረዳድኢኦም፣

ጸላእቲ ሰርሖ እዩ እምበር ፍልልይ የብልናን ጌጋ ኣይብልናን ድበሃል ደሎ ነዚ ኣምነሉ ቀጺልና እውን እንተርኢናዮ ንሕና ምስ ጴንጤቆስጠን ምስ ኮተሊክን ኮይንና ብሓንሳብ ነቐድስ ኢና እሳቶም ይመፁና ንሕና ንኸዶም ፍልልይ የብልናን እውን እኳ ተባሂሉ እዩ ተባሂሉ እኳ ሕጂ ብዛ ቪድዮ እዚኣ እንታይ ራሪኤካ ኣሎ እዚ ብድምፂ ኣሎ ማለት እዩ እንታይ ትብል ኮተሊክን ጴንጠን ንዕድሞም እሞ ምሳና የቐድሱ እሶም ከኣ ይዕድሙና ኣብኡ ከድና ከኣ ንቀድስ ቁርባን ንካፈል ቅዳሴ ንካፈል ሕጂ ኦርቶዶክሳዊት ቤተ ክርስትያን ምስ ኮቶሊክ ቅዳሴ ትካፈል ድያ ኦርቶዶክሳዊት ቤተ ክርስትያን ምስ መናፍቃን ቅዳሴ ትካፈል ድያ ቁርባን ትካፈል ድያ ሕጂ ነዚኦም የብልናን እኳ ኢሎሞ ደለዉ በዓል ዲያቆን ሳሙኤል ዓብ ፍልልይ እኳ ኣይነበረን ኢሎሞ ደለዉ ነዚኦም ኣነ ጌጋ እዮም ገይሮም ጌጋ ሓሳባት እዮም ኣይኩንኩን ድብል ዶ ኣለኹ እቲ ንዕኦም እቶም ናይ ብፃቡነ መቃርዮስ ማሕበር ንዕኦም ቁኑዕ እንተ ኮይኑ ቁኑዕ እዩ ዝንዕኦም ቁኑዕ ንዓይ ግን ቁኑዕ ኣይኮነን እየ ድብል ዶ ኣለኹ ንዓና ንኦርቶዶክሳዊት ቤተ ክርስትያን ነታ ሒዝና ዝፀናሕና ቤተ ክርስትያን ግን ኣይመሃረትናን ኢና ንብል ዘለና ሕጂ እምነት ናይ ካልእ ኣይኮና ነቋሽት ኣለና ዋላ ምስልምና ኣሎ ዋላ ካልኣ ዋላ ካልኣ ኣሎ ሰብ ኣብ እምነት ናይ ካልኦት ምቁሻሽ ኣይኮንኩን ኣነ ድብል ደሎ ንሕና ግን ንሕና ግን ክንሰርሓሉ ስለ ዝፀናሕና ግን እዚ እምነትና ኣይኮነን ስለዚ ከምዚ እዚ ዓይነት እምነት ሓዊሱ ዝኸይድ ተዳ ኮይኑ ከምዚ ዓይነት እምነት ስኸና ንሕወስ ተዳ ኮይንና ግን ንሕና ከም ሰባት ኢድና ክንስሕብ ኢና ጠጠው ክንብል ኢና ኣይንስሕቦን ኢና ቀፂልና እንደንርኣያ እዛ ቪድዮ